ሰላም ንዓኹም ተኸታተልቲ ገሬ ፕሮዳክሽን ከመይ ትኾኑ ከመይ ኣለኹም እምበኣር ንሎሚ እውን ከምቲ ልሙድ ስራሓት ገዛና ክሽነ ሪሞደሊን ሒዝናልኩም መፂና ኣለና ማለት እዩ ኣብዚ ዘድልየና ነገር እንድሕር ሃልዩ ቀዳምነት እቲ ክንገብሮ ዘለና እቲ ንንቀሳቐሰሉ ንኸደሉ ቦታ ካበር እንድሕር ጌርናዮ እቲ መሬት እውን ፍሎር ዝኾነ ዳመጅ ከይኮነና ስክራች ከይከውን ብግቡእ እንድሕር ወረቐት ጌርና ንዕኡ ቀዲምና ካቨር ጌርናዮ ነቲ ዘሎ ንብረት ናይቲ ገዛ ውን ፕላስቲክ ጌርና እንድሕር ሸፊንናዮ ካብ ደሮና ነጻ ክኸውን ይኽእል እዩ። ስለዚ እዚ ከምዚ ንሪኦ ዘለና እዚ ክሽነ እዚ ካብነ ዘለዎ ቦታ እቲ ዕላማ ንዕኡ ኣፍሪስና ከምኡ ውን ነቲ መንደቕ ክነፍርሶ ኢና ነጻ ኦፐን ክኸውን ማለት እዩ ምስቲ ዳይኒን ሩም ከምዚ ትሪእዎ ዘለኹም ሕቖ ይህብዎ ኣሎ ማለት እዩ። ስለዚ ነቲ ዕላማ ነዚ መንደቕ እዝን ነቲ ካቢነትን ኣፍሪስና በዚ ነጻ ዘለዎ ቦታ ብእኡ ክኸውን እዩ። ደሓር ካብቲ ዳይኒን ሩም ክንርእዮ ከለና እቲ ካቢነት ፊት ንፊት ክንርእዮ ኢና ማለት እዩ። ስለዚ ገፊሕ እዩ እቲ ቦታ ግን ኣንጻር በቲ ናይቲ ዳይኒን ሩም መንደቕ ስለ ዘሎ ሕቖኡ ሂብዎ ስለ ዘሎ እቲ ኣንጻር ፊቱ ዘሎ መንደቕ ብግምጣሉ ንሱ ከኣ ነጻ ኣሎ ስለዚ ንናኡ ኢና ክነስግሮ እዚ ፒንክ ካብ ታይል ዘሎ ናብኡ እዩ ክሰግር ማለት እዩ ስለዚ እዚ ከም ትሪእዎ ዘለኹም ከኣ እዞም ኣሕዋትና ከኣ ተዳልዮም ኣለዉ ነዚ ጸሪግና ኩላትና ክሳይ ክነብሎ ኢና ጸሪግና ንዕኡ እቲ ሓድሽ ካቢነት ቅድሚ ምስርሓና ቅድሚ ምባልና ከኣ እቲ ፕላን ናትና ኦረዲ መጀርመንት ወሲድና ከመይ ክኸውን ከም ዘለዎ ብናቱ መሰረት ከኣ እቲ ናይ ማይ፣ ናይ ጋዝ፣ ናይ ኤለትሪክ ሶኬት ዝኾኑ ከኣ ክንሰርዖ ኢና ማለት እዩ። እዚ ሕጂ ከምዚ ትርእይዎ ዘለኹም እዚ ኦልዶ ኦቨን እዩ። ቅድሚ ንዕኡ ምባልና ግን ክንገብሮ ዘለና እቲ ኤለትሪክ፣ ማይ ዝኾነ ናቱ መስመራት ክንዓጽዎ ዝተመርጸ ይኸውን ማለት እዩ። ምኽንያቱ ኤለትሪክ ኣብ መንጎ ክነፍርስ ከለና ክንሃርሞ ንኽእል ወይ ውን ከምኡ ምስ ብሓይሊ ክሰሓበና ስለ ዝኽእል፣ ካልእ ዳሜጅ ከይንገብር ብግቡእ እንድሕር ዓጺናዮ ዝተመርጸ ክኸውን። እዚኣ ኦቨን እዚኣ ድማ ብጋዝ እያ ትሰርሕ። እቲ ጋዝ ላይን ኣብ ውሽጢ ናይቲ ካቢነት እዩ ዘሎ። ብዝተኻእለና መጠን ተጠንቂቕና እንድሕር ሰሪሕናዮ which is good ግን ንሴፍቲ ግን ዋላ እቲ ጋዝ እውን እንተዓጸናዮ ተመራጺ ይኸውን። ኩሉ mostly ማለት እዩ ኩሉ ናይ ጋዝ ዝሰርሕ። ኣብ ትሕቲ ናይቲ ኦቨን እንድሕር ኮይኑ በቲ ድሕሪኡ ኣሎ። ከምኡ ውን እዚ ንሪኦ ዘለና ናይ ካብነት ኢንስታል ካብነት ስለ ዝኾነ ብድሕሪኡ እቲ ቱቦ ናቱ ኣሎ ናቱ ቫልቭ መዕጸዊ ከኣ ኣለዎ ማለት እዩ ሲሒብና ምስ ኣውጻናዮ ክንዓጽዎ ንኽእል ኢና ማለት እዩ ወይ ከኣ እቲ ሜን እንድሕር ዓጺናዮ ከኣ ተመራጺ ይኸውን ሴፍቲ ማለት እዩ ስለዚ እዚ ጋዝ ኣሎ ኣብቲ ውሽጢ እቲ ጋዝ ቱቦ ኣሎ ኤሌክትሪክ ፕላግ ኣሎ ማለት እዩ ስለዚ መዕጸዊት ናታ ኣላታ ኣብዚ ቅድሚ ምፍታሕ ነቲ ጋዝ ንእታ ቫልቭ ንዓጽዋ ከምኡ ውን ናይ ማይ እንድሕር ኮይኑ ውን ነቲ ናይ ማይ ዘሎ ላይን ውን ቅድሚ ዝኾነ ምባልና ኣብቲ ቆጻሪ ዘለዎ ከድና እንድሕር ዓጺና ተመራጺ ይኸውን ምናልባት እንድሕር ሃንደበት እንድሕር ተሰይርና ዝኾነ ዳመጅ ንኸይኮነና ማለት እዩ ስለዚ ርኣይዎ እዚ እቲ ካብነት ተኣልዩ ኦረዲ እቲ መንደቅ እውን ፈሪሱ ኢስ ረዲ ቱ ጎ ደሞሊሽን ታይም ኢዝ ኦርሞስት ዳን ስለዚ ከምዚ እንዳገበርና ነሱ ምስ ፈረሰ ድማ ልክዕ እቲ ዘድልየና እቲ ዝጓሓፍ ክጓሓፍ እዩ እቲ ዝቁረፅ ክቁረፅ እዩ ማለት እዩ ስለዚ እዚ ዓንዲ እቲ ፍሬም ጥራይ ተሪፉ ኣሎ ልክዕ እዚ ፍሬም ከዓ ከምኡ ክንቆርፆ ኢና ንዕኡ ቆሪፅና ስለዚ እዚ ፍሬም ዘለዎ ሕጂ ኩፍት ክኸውን እዩ ማለት እዩ ኣይላንድ ኣብ ማእኸል ክንሰርሕ ኣሊና ብሓደ እዚ ፒንክ ዘሎ መንደቅ ከዓ እቲ ታይል ክንቀልጠ ኢና ንዑ ቀሊጥና ኣብ መወዳእታ ኦልሬዲ ኦልሞስት ሬዲ ኣሎ ማለት እዩ ስለዚ ሓድሽ ፍሬም ተሰሪሕዎ እቲ ኤሌክትሪክ እውን ሶኬት ኣበይ ይኸውን ጋዝ ኣበይ ትኸውን ፍሪጅ ኣበይ ትኸውን ኦልሬዲ እቲ ፕላን ስለ ዝነበረ ሬድ ኣሎ ማለት እዩ ስለዚ ከምዚ ንሪኦ ዘለና እዚ እቲ ሶኬት ተዳልዩ ኣሎ ኣበይ ኦቨን ይኸውን ኣበይ ማይክሮዌቭ ትኸውን ኣበይ ሶኬት ተድልየና ማለት እዩ ተሪፉ ዘሎ ካቢነት ኦርደር ክንገብር ኢና ከምኡ ከዓ እቲ ታይል ምስ ተገብረ ያ ቀፃሊ ክንሪኤኩም ኢና ማለት እዩ ስለዚ ንሎሚ ዴሞ ታይም ነዚ ይመስል ዘለኩም ሓሳብ ሪኢቶ ሃ። ስለዚ ንሎሚ እዚ ይመስል ኣብ ቀጻሊ እቲ ካብነት ውን ሳይዝ ናቱ ብከመይ ኢንስታል ከም ንገብሮ ክነርእየኩም ኢና ክሳብ ሽዑ ሰላም ወሰናይ በቢ ዘለኩሞ።